ሰላም ከመይ ትኾኑ ዝኸበርኩም ተኸታተልቲ ናራ ብሮስ ኢንተርቴመንት ክቡራት ሰማዕቲ እዛ ቻነል እዚኣ ዝተፈላለዩ ሓቀኛ ዛንታታት ልቢ ወለዳት ከምኡውን መሃርትን ኣዘናጋዕትን ዝኾኑ ቪድዮታት ዘቕርበላ ናራ ብሮስ ዩቱብ ቻነል እያ ንስኻትኩም እውን ዝኸበርኩም ሰማዕቲ ተኸታተልቲ ንምዃን ሳብስክራይብ ብምግባር ሰዓብቲ ናራ ብሮስ ክትኮኑ ብኽብሪ ይዕድመኩም ክቡራት ሰማዕቲ ንሎሚ ሓንቲ ሓቀኛ ዛንታ ሓፍትና ሒዘልኩም መፅየ ኣለኹ ካብዛ ዛንታ ብዙሕ ክንመሃር ድማ ተስፋ ይገብር

ኣብ ጉዕዞ ህይወት ብዙሕ ሓርጎጽጎጽ ከም ዘሎ ማንም ዝሓስብ ፍጡር ይዝንግዖ ኣይብልን እየ። ኣብቲ ሓርጎጽጎጽ ብዙሕ ትጋገ፣ ብዙሕ ትመሃር፣ ብዙሕ ትጠዓስ፣ ብዙሕ ድማ ትእረም። እቲ መሰረታዊ ነገር ግን ከመይ ንኹሉ ሓሊፍካ ሓያል ሰብ ኮንካ ትወጽእ እዩ። ኣብ ታኼላ እቲ ዝሓዘካ ሽግር እንተድኣ ደው ኢልካ መውጽኢ የብልካን። መዋእልካ ኣካል ናይቲ ናይ ሽግርካ ታኼላ ኰንካ ትተርፍ። ቅድሚ ዝኣገረ ግን ናብ ታኼላ ዲኻ ናብቲ ጥዑም መንገዲ ትኸይድ ከም ዘለኻ ምርግጋጽ። እዛ ዘቕርባ ዛንታ ሓንቲ ሓፍትና ኣብ ብዙሓት ሰባት ከተጋጥም እትኽእል ሓንቲ ካብ ዕንቅፋታት ጉዕዞ ህይወት እያ። ነዚ ናይ ሓፍትና ንውሕ ዝበለ ታሪኽ ብሕጽር ዝበለ ከቕርቦ'የ ናብታ ዛንታ ከሕልፈኩም። ሰናይ ምክትታል።

ብመጀመርታ ኣብ ጽቡቕ ሃዋሁ ክትህልዉ ይምነየልኩም። ነዚ ዛንታይ ሰሚዕኩም ክትመሃሩሉ ኣብ መወዳእታ ድማ ሓሳብኩም ሪኢቶኹም ክትቡኒ ይጽበ። ናይ ብርዒ ሽመይ ሉልያየ ዝበሃል ዕድመይ ድማ ሰላሳን ሽዱሽተን። ንድሕሪት ምልስ ኢለ ከይንዋሕኹ መሰረት ዛንታይ ክነግረኩም። ኣብቲ ግዜ እቲ ጓል ዕስራን ሓሙሽተን ዓመተይ ነይረ። ናይ ኮለጅ ትምህርተይ ወዲኤ ክሳብ ዝምደብ ይጽበ ብምንባረይ፣ ምስ ስድራይ ነቲ ንንውሕ ዝበለ ዓመታት ዝሰራሕናሉ ካብ ገዛና ናይ ከባቢ ሓሙሽተ ኪሎሜትር ርሕቀት ዝነበሮ ኣብ ኣስመራ ዝርከብ ዝነበረ ናይ ገዛና እንዳ ስተሽነሪ ንግዚኡ ክሕዘሎም ይሓቱኒ። ኣብ ገዛ ኮፍ ስለ ዘይፈቱ ክሳብ ዝምደብ ኢለ ምሉእ ሓላፍነት ኣባይ ገይረዮ። እቲ ስራሕ ቀስ ብቐስ ክፈትዎ ምስ ጀመርኩ ግን ንኹሉ ገዲፈ ኣብታ እንዳ ስተሽነሪ ኮይኑ ምውዓለይ። ወላ ገዛና የዕርፊ ንሕና ክንወፍር እናበሉ ንከማን ይሰምዖም ኣይነበርኩን። ብኸምዚ ዳርጋ ብዘይምቁራጽ ንንውሕ ዝበሉ ኣዋርሕ ሰሪሐ። እንተ'ቲ ናይ ምምዳብ ነገር ስለ ዘይደለኹዎ ኣይተገደስኩሉን። ኣብ ስራሕና ብዙሓት ዓማዊል ስለ ዝነበሩና ምስ ብዙሓት ሰባት ክትላለ ክትቀራረብ ግድን ባህሪ ናይ ዝኾነ ስራሕ'ዩ። ካብቶም ኣብ ስራሕና ዝመጹ ዝነበሩ ዓማዊል ምስ ገለ ኣወዳት ቁሩብ ቅርብ ዝበለ ሌላ ነይሩኒ። ኮይኑ ግን ካብ ምስ ስራሕ ዝተኣሳሰር ወጻኢ ግን ዘራኽበና ጉዳይ ኣይነበረን።

ብዙሕ እኳ ኣይዝክሮን እየ ከም ዝመስለኒ ግን መጀመርታ መዓልቲ ከምቶም ካልኦት ዓማዊል ፕሪንት ጌሩ ጥራዝ ገዚኡ እዩ ከይዱ ነቲ ወዲ ቅድሚ ሕጂ ሪኤዮ ኣይፈልጥን ኔረ ደሓር ከም ዘዕለለኒ ግን ኣጋጣሚ ነታ እንዳ ሰሽነሪ ክሓልፍ ምስ ረኣያ ነቲ ዝደልዮ ከሳልጥ ከም ዘላገሰ ነጊርኒ ኣነ ውን ኣብቲ ግዜ እቲ ከም ኩሉ ዓሚለ እየ እንጊደ ኣፋንየዮ ኣይጸንሐን ግን ድሕሪ ሓሙሽተ መዓልቲ ኣቢሉ ተመሊሱ ሕጂ ውን ዝደልዮ ኣሳሊጡ ከይዱ ብድሕሪኡ ብተደጋጋሚ ግዜ ናብ ስተሽነሪና ክመላለስ ጀሚሩ። ሓደ መዓልቲ ግን ፍልይ ብዝበለ፣ ዘድልዮ ገዚኡ ክንሱ ክንዲ ዝኸይድ ዕላል'ዩ ጀሚርለይ። ዕላሉ ብሕቶ'ዩ ጀሚርዎ። ሕቶን ርእይቶን ትቕበሉ ኢኹም ምሽ? እወ፣ ጸገም የብሉን። ብዘይ ብኡ ስራሕና ከማን ክዓቢ ይክእልን'ዩ። ጽቡቕ ኣለኺ። ንዕቤት ስራሕኹም ሓጋዚ'ዩ። ጸገም ካብዚ ሃለዎ ሓንቲ ርእይቶን ክልተ ሕቶታት ኣለዋኒ። በታ ርእይቶ ክጅምር። ከምዚ ዝርእዮ ዘለኹ ኣብዚ ሰሽነሪኹም መጽሓፍቲ ኣይትሸጡን ኢኹም። ከም ናተይ ርእይቶ መጽሓፍ ምሻጥ ተትጅምሩ ወይ እውን ተተካርዩ ጽቡቕ ነይሩ። ዋው እዚኣ እምበር ጽብቕቲ ሓሳብ። ብኸመይ ደኣ ሓሲብካዮ ወደይ? ተገሪመ ከም ናይ ቀረባ ፈላጥየይ ነቲ ዘምጽኦ ሓሳብ ምስቲ ድኳንና ዝጎድላ ነገር ብምንባሩ ከም ጽቡቕ ናይ ስራሕ ሓሳብይ ተቐቢለዮ። ከም ዝመስለኒ ናይ ስራሕ ሰብ ኢኻ። ብዙሕ ኣይኮንኩን ግን ሓሳብ ምምጻእ ደስ እዩ ዝብለኒ። እተን ሕቶ ክቕጽለልኪ። ነዛ ፕሪንተር መጀመርታ መን ሰሪሕዋ ይኸውን ትብሊ? ካልኢት ሕቶ ከኣ ንሕና ኤርትራውያን ከ ባዕልና ንክንሰርሓ እንታይ ይጽግመና? ኦ ኣነ ዘን ዓይነት ፕሪንተር ጽቡቓት ከም ዝኾና ጥራይ ዝፈልጥ ካልእ ግን መን ሰሪሕወን ኣበይ ተሰሪሐን ዝፈልጥ የብለይን። ንክንሰርሕ እንታይ ይጽግመና ዝበልካያ ከኣ ምናልባት ቀረባ ስለ ዘየለ ክኸውን ይኽእል። ንምንታይ ሓቲትኒ ካብ ምንታይ ተበጊሱ ከምኡ ዓይነት ሕቶ ክሓተኒ ክኢሉ ዋላ ሓንቲ ክርድኣኒ ኣይከኣለን። ንምንታይ ደኣ ግን ሓቲትካኒ? ውሽጠይ ካብ ዝጭነቕ ኢለ ሓቲተዮ። ብኻልእ ኣይኮነን፣ ጥራይ ኣብዚ ናይ ስቴሽነሪ ስራሕ ክሳብ ዝሃለኺ ብዛዕባ ናይ ስቴሽነሪ ፕሪንተር ነገር የዕበይን ኣስ ኣፍልጦ ክህልወኪ ዝበለጸ ኮይኑ ስለ ዝስምዓኒ እየ። እወ ንሱስ ሓቅኻ፣ ፍልጠትካ ኣኮን ነብስኻ እዩ። እንታይ ምዃነይ ንኹሉ ዘምጽኦ ሓሳባት ብጽቡቕ እየ ዝርድኦም ነይረ። ሓንቲ ናይ መወዳእታ ሕቶ ዶ ክሓተኪ? ምስናይ ይቕሬትኡ፣ ሕቶ ኣብዚሕኻ ደኣ ከይትብልኒ። ቅድሚኡ ግን ሶሪ ሽምኩ እኮ ኣይሓዝክዎን። ሽመይ ምስ ነገርክዎ ኣነ ውን ሽሙ ሓቲተዮ ነጊርኒ። ኣይጸንሐን ናብ ሕትኡ ተመልሰ። ንሓደ ሰብ ክትፈትዎ ክንደይ ግዜ ይወስደልካ? ከመይ ማለት ኣይተረዳኣንን? ወዲ ንጓል ጓል ንወዲ ማለትካ ድዩ ወይስ ዝኾነ ጾታ ከይፈለኻ? ይቕሬታ እወ። ከምኡ ማለት እየ ወዲ ንጓል ጓል ንወዲ። ነቲ ምስኡ ዝገብሮ ዝነበርኩ ምልልስ ካብ ሓሳበይ ከይወጻኹ ነቶም ኣብ መንጎ ዝመጹኒ ዝነበሩ ዓማዊል እንኮላይ እናኣንገድኩየ ዝኸይድ ነይረ። ንዓይ ብዝርድኣኒ ከከም ናይቲ ሰብ ኣቀባብላ ኮይኑ ይስምዓኒ። ገሊኡ ሽዑ ንሽዑ ዝፈቱ ኣሎ፣ ገሊኡ ኸኣ እናተለማመደ ዝፋቶ ኣሎ። ዝበዝሕ ቀልጢፉ ዝፋቶ ዶ ይበዝሕ ትብሊ ወይስ ቀስ ብቐስ እናተፋተወ ዝኸይድ? እንድዒ እዚኣስ ወላ ሓንቲ ግምት የብለይን ኦኬ ደሓን ጸገም የብሉን ካብ ፍልስፍና ድዩ ወይስ ካብ ጋዜጠኛ ምዃን ግን ክትሓትት መዓት ኢኻ እወ ጽቡቕ ኣለኺ ዝሓትት እዩ ዝፈልጥ ክበሃል ሰሚዐ ኣና ከዓ ምሶም ተሰማሚዐ እሞ ከገድፈኪ ኣብ ስራሕኺ ከዓ ዘለኺ ክሒዘኪ ኢልኒ ኸይዱ ሓቂ ንምዝራብ ዳርጋ ብኡ እየ ክሓስብ ውዒለ ንምንታይ ከምዚ ኢለኒ፣ እንታይ ሓሲቡ ከምዚ ኢለኒ፣ ኣብ ርእሰይ ዝመላለሱ ዝነበሩ ሕቶታት እዮም። ንጽባሒቱ እውን ስራሕ ምስ ከፈትኩ ይዝክሮ ነይረ፣ እንተኾነ ግን ኣይመጸን። ድሕሪ ክንደይ መዓልቲ ምዃኑ ግን እንድዒ መጺኡ። ሽዑ እውን ብዙሕ የዕሊልኒ። ብኸምኡ ክቖጽሮ ዘይክእል ግዜ መጺኡ፣ ጽቡቕ ምስ ተላለና እውን ብሓንሳብ ሻሂ ክንሰቲ ጀሚርና። እቲ ናብቲ ሰሽነሪና መመላለሲኡ ምኽንያት እውን ንዓይ ክረክብ ኢሉ ይመፅእ ምንባሩ፣ ገዛውቲ እውን እንተኾነ ካብቲ ስራሕና ዝነበረ ርሑቕ ከም ዝነበረ ካብ ዕላሉ ክርዳእ ክኢለ። ኣብታ ዝነበረትኒ ግዜ ንራኸብ ስለ ዝነበርና ብመጠኑ ንሱ ብዛዕባ ህይወተይ ኣነ እውን ብዛዕባ ህይወቱ ክንፈልጥ ኣይተፀገምናን።

ሓደ መዓልቲ ቅንያት ሓድሽ ዓመት ስለ ዝነበረ፣ ኣብ ስራሕና ዝተፈላለዩ ንብረታት ኣብ ምሻጥ ስራሕ ጽዒቕኒ ነይሩ። ንሱ ድሮ ሓድሽ ዓመት ኣብቲ ናይ ኣጋ ምሸት መጺኡ ሓንቲ ናይ ፍቑራት ኮይና ብምኽንያት ሓድሽ ዓመት ሰናይ ትምኒት ዝገልጽ ጽሑፍ ዝነበራ ጽብቕቲ ካርተሊና ገዚኡ ከይዱ። ኣነ ወልሓንቲ እይበልክዎን፣ ሓቂ ዘረባ ጽቡቕ ኣይተሰማዓንን። ዓርኪ ኣላቶ ማለት ድዩ እናበልኩ ውሽጠይ ኣይተረጋገእን። ወላ ዝወዳእናዮ ነገር ይሃልወና ሓድሽ ዓመት ግን ብሓንሳብ ክነሕልፎ ይሓስብ ነይረ። ኦሮማይ ዝኾነ ነገር ስለ ዘለዎ እዩ ከይተዛረበኒ ከይዱ ኢለ ብውሽጠይ ደምዲመዮ። ኮይኑ ግን ስራሕ ክዓጹ እናበልኩ ከለኹ መጺኡ። ርእይ ምስ ኣበልክዎ እንታይ ምዃኑ ይስንብድ እየ ኢለ። ብዙሕ ኣይተዘራረብናን። ሓንቲ ደብዳቤ ገዲፍለይ ከይዱ። እንተ ኣነ ትሕዝቶ ናይታ ደብዳቤ ክፈልጥ ተረቢጸ እየ ነይረ። ከመይ ንስራሕ ንዓጽየዮ ከማን ኣይተረድኣንን። ገዛ ምስ ኣተኹ ንገዛና ጥዑይ ገይረ ሰላም ከይበልክዎ፣ ክዳነይ ከማን ኣይቀየርኩን ጫማይ ኣውጺኣ ትኽ ኢለ ናብ መደቀሲየይ ሓሊፈ ከም ብባ ተቐዳደምኩ። ከፊተ ምስ ረኣኹዋ እታ ካብ ስራሕና ዝወሰዳ ካርተሊና ከም ዝኾነት ክፈልጥ ኣይተጸገምኩን። ነቲ ኣብቲ መጀመርታ ገጽ ናይታ ካርተሊና ዝነበረ ብእንግሊዥኛ ዝተጻሕፈ ሰናይ ዕድል ዝገልጽ ጽሑፍ ገዲፈ ነታ ካርተሊና ምስ ገንጸልኩዋ ሓንቲ ዝተዓጽፈት ወረቐት ጸኒሓትኒ ነታ ወረቐት ምስ ዘርጋሕኹዋ ብኢድ ሰብ ዝተጻሕፈ ጽሑፍ እየ ርእየ።

ብመጀመርታ ሰላም ምስ ሙሉእ ጥዕና ይምነየልኪ ዝኸበርኪ ሉለይ። መቸም ኣቐዲምኪ ንምንታይ እዛ ደብዳቤ ሂብኒ ብኣካል ዘይረኽበኒ ኢልኪ ከም ትሓስቢ ይርደኣኒ እዩ። በቲ ሓደ ወገን ከኣ ንምንታይ ጽሒፈልኪ ጊሚትክዮ ትኾኒ ኢለ ይሓስብ። መቸም ከይንወሓልኪ ካብ ንላለ ውሑድ ኣይገበርናን። ኣብተን ተራኺብና ዘዕለልናለን ኣጋጣሚታት ባህርያትና ክንፋለጥ ዝውሕዳና ኣይመስለንን። እንድዒ ንስኺ እምበር ኣነስ ካብታ መጀመርታ መዓልቲ ዝረኣኹኺ'የ ፈትየኪ። ጽቡቕ ከነዕልል ሻሂ ክንሰቲ ምስ ጀመርና ከኣ ከፍቅረኪ ተገዲደ። ኣብ ልዕለይ እንታይ ኣረኣእያ ኣለኪ ብኣካል ግልጺ ኮይነ ክሓተኪ ኣይከኣልኩን። እዛ ሰታሪተይ ግን ካባይ ንላዕሊ ትደፍር ኮይና ግዲ ጸኒሓ ናይ ውሽጠይ ክትገልጽለይ ክኢላ። ከይንዋሕኹልኪ። ዝብለኪ ኩሉ ተረዲእኪ ይኸውን ሉለይ። ኣነ ምሳኺ ክነብር'ዩ ድልየተይ። ኩሉ ነገርኪ ካብ ጎነይ ክትፍለዩ ዘይደልየኪ ሰብ ኮንኪ ረኺበኪ ንስኺ ውን ከማይ ኮንኪ ንሕቶይ ክትቅበልዮ ተስፋ ይገብር መልሲ ንልደት ሒዝክለይ ምጺ ኢሉ ኣብ መዓልቲ ኣውደኣመት ልደት ንራኸበሉ ቦታን ሰዓትን ኣብ ታሕቲ ጽሒፍለይ እንተ ኣነሞ ኣብቲ ግዜቲ እንታይ ይኸውን ከም ዝነበርኩ ኣይርደኣንን ኔሩ ነቲ ነዊሕ ዓመታት ጌሩ ዘሎ ደብዳቤ ጸሓፈልኪ ብኸመይ ክትዝክርዮ ክኢልኪ እንተኢልኩምኒ እታ ካርተሊና ምስ ደብዳቤኣ ክሳብ ሕጂ ምሳይ ስለ ዘላ ዩ። በታ ዝሃበኒ ጽብቕቲ ካርተሊና ምስ ደብዳቤኣ ውሽጠይ ይሕጎስ ኔሩ። እንታይ ኢለ መልሲ ሒዘሉ ከም ዝኸይድ ግን ወላ ሓንቲ ኣይወሰንኩን ኔረ። ናይ ጓል ነገር ከይተርፍ እታ ካርተሊና ዓጺፈ ክሳብ'ታ መዓልቲ ትኣክል ምስ ነብሰይ ኮይነ ክሓስበሉ ኢለ ሓሙሽተ ሽዱሽተ መዓልትታት ንነብሰይ ዕድል ሂበያ። ኮይኑ ግን መዓልትን ከልብን ከይጸዋዕካዮም ይመጹ ከም ዝበሃል፣ በዓል ልደት ኣኺላ ጥራይ ዘይኮነት እታ ቆጸራና'ውን ሰዓታ ኣኺሉ ነይሩ። ነቲ ቆጸራ ዝኹነኒ ክዳውንቲ ቀያይረ ናብ ቆጸራይ ኣምሪሐ። ኣብታ ናይ ቆጸራ ቦታ መልሲ ክሰምዕ ዝተሃወኸ ክመስል፣ ንሱ ብኹሉ ነገሩ ጸቢቑ ቀዲሙ ኣብ ቦታ ቆጸራ ኣጸንሓኒ። ሰላምታ ተለዋዊጥና ድማ ክልቴና ኮፍ ኢልና።

ነቲ ትረብሹ ዝነበረ ውሽጠይ ባዕሉ ከም ዝፈኹሰኒ ገይሩ ዕላልና ጀመሮ። ኣሜን ንኹልና ኣውደኣመት ከኣ ብጣዕሚ ጽቡቕ ኣሎ እንታይ ሓሪድና ከኣ ኣባጊዕ ከቢረን ስለ ዘለዋ ጤሊና ሓሪድና ከመይ ኣሎ ብኣኻኸ ብጣዕሚ ጽቡቕ ምስ ገዛ ቡን ክሰቲ ጸኒሐ መጽኪ ይቕሬታ ግን ኮሊፈኪ ከይከውን ንስኺ ከ ሰቲኺ ዲኺ? እወ ሰትየ ወላ ምሸት ከኣ ስለ ንደግም ጸገም የብሉን። ኦኬ ሕራይ ከምኡ እንተኾይኑ ደኣ ዝበለጸ እምበር። ጽቡቕ ክንመላለስ ከምዚ ጸናሕና ኣብ መንጎ ግን ሱቕ ሱቕ ኮነ። ኣነ ውን ብጣዕሚ ተሰከፍኩ። ሽቓቕ ዶ ክኸይድ ወይስ ዘረባ ባዕሉ ይጅምረለይ ይኸውን እናበልኩ ኣብ ሓሳብ ኣተኹ። ኩነታትና ስለ ዝተረድኦ ሕጂ ውን ናብቲ ቀንዲ ጉዳይ መታን ክንኣቱ ሕቶ ኣስዓበለይ። ከም ዝመስለኒ ዕዮ ገዛ ሂበኪ ነይረ ኣጨኒቐኪ ክኸውን ይኽእል እየ ግን ደሓን ንስኺ ኸኣ እቲ ዝስምዓኪ ንገርኒ። እቲ ኻልእ መዓልቲ ተረጋጊኤ ዘዕልሎ ዝነበርኩ ኣብ ሽዑ በጺሐ እንታይ ኰይነ ከም ዝተሰከፍክዎ ክሳብ ሕጂ እዩ ዘይርድኣኒ። ኰይኑ ግን ንሕቶኡ ክምልስ ግዴታ ስለ ዝነበረኒ ክሓስበሉ ግዜ ወስኸኒ ከይበልክዎ'የ መልሲ ክነግሮ ዝወሰንኩ። ይቕሬታ ኣነ እንታይ ምዃነይ ሎሚ ብዙሕ ክዛረብ ኣይከኣልኩን ዝጸሓፍካለይ ኣንቢበየ እየ ኣብ ውሽጠይ ቦታ ስለ ዝጸንሓካ ብዙሕ ክሓስበሉ ግዜ ክወስደሉ ኣይበልኩን ሕቶዃን ነቲ ብሓንሳብ ሰረኽናለን መዓልትታት ኣብ ግምት እትየ ምስ ነብሰይ እውን የዕሊለ ንሕቶኻ ተቐቢልየ ኣለኹ ኣነ እውን ኣፍቅረከ ቁሩብ ሕፍረት እናተሰማዓኒ ኣነ እውን ከም ዘፍቅሮ ነገርክዎ። ብሓቂ ዋው ብጣዕሚ ደስ ኢልኒ ብጣዕሚ እየ ከኣ ዘፍቅረኪ። ተሲእና ክልቴና ተሓቛቒፍና ነንሕሕድና እውን ፍቕርና ገሊጽና። ካብታ ሰዓት እቲኣ ጀሚርና ፍቑራት ኮይና ምሉእ ምሸት ከነዕልል ኣምሲና። ባህርያቱ ጥዑም፣ ንዕቤት ንስራሕ ዝጽዕር፣ ሓሳባት ኣብ ምምጻእ ድሕር ዘይብል ኮይኑ፣ ቁመቱ ማእከላይ፣ ሕብሪ ገጹ ከደራይ፣ ጸጉሪ ርእሱ ቁሩብ ልስልስ ዝበለ፣ መልክዑ'ውን ጨው ዝነበሮ ተፈታዊ ወዲ'ዩ ነይሩ። ፍቕርና ቀጺሉ። ሓድሽ ፍቕሪ መወድኢ እኽሊ ዝነበረ ኣባና ሓድሽ ፍቕሪ መዕጸዊ ስተሽነሪ ኮይኑ። ምእንቲ ክንራኸብ ስተሽነሪና ኣብ ዘይሰዓቱ ዝዓጽወሉ ዝነበርኩ ግዜ ውሑድ ኣይነበረን። ስድራይ ንዒ ዕረፊ ዝብሉኒ ዝነበሩ ኣነ ውን ዝኣብዮም ዝነበርኩ ባዕለይ ኣብርዩኒ እናበልኩ ንመንኣስ ሓፍተይ ቀስ ብቐስ ሓላፍነት ክህባ ጀመርኩ። ስድራይ ውን ዓርኪ ከም ዝሓዝኩ ፈለጡ። መናብርትኺ ይኹን ዕድሜኺ ኸኣ ጥራይ ሓዳር ምግባር ድሕር ኣይትበሉ ኢሎምኒ። ሓንቲ መዓልቲ ውን ንገዛ ኣምጺኤ ኣላልየዮ ነይረ፣ ንሱ ውን ምስ ገዝኡ ኣላልዩኒ። ብኸምዚ እናቐጸልና ንከባቢ ሓደ ዓመት ምስ ቀጸልና ንስደት ንኺድ ዝብል ሓሳብ መጽዩ። ክልቴና ስለ ዝተሰማማዕናሉ ከኣ ብሓንሳብ ንሱዳን ኬድና። ኣብ ሱዳን ዝተወሰነ ኣዋርሕ ምስ ጸናሕና ንሱ ኣሕዋቱ ብመንገዲ ስለ ዝረኸብሉ ብቱርኪ ብኤውሮጳ ሃገራት ጌሩ ዓዲ እንግሊዝ ኣተወ። ብድሕሪኡ ጽምዋ ኣበርቲዑኒ እኳ እንተ ነበረ ብስምምዕ ስለ ዝገበርናዮ ግን ክጸሮ ጥራሕ'ዩ ኔሩኒ። ሸውዓተ ሸሞንተ ኣዋርሕ ምስ ተጸበኹ ምስ ኣሕዋተይ፣ ዓርከይ'ውን ምስ ኣሕዋቱ ሓጊዞምኒ ከምታ ናቱ መንገዲ ጌረ ዓዲ እንግሊዝ ኣተኹ። ዝነበረ ናፍቖት ወጺኡ ድማ ምዉቕ ህይወት ክንመርሕ ጀመርና። ኣነ ውን ድቂ ሓዝኩ። ትሽዓተ ኣዋርሕ ተወዲኡ ድማ ወዲ ተበከርኩ። ብኸምዚ ህይወትና እናመራሕና ልዕሊ ክልተ ዓመት ጸናሕና። ቤተሰብ መቕርብ ዓዲምና ቃል ኪዳን ክንኣስር፣ መርዓ ክንገብር እናበልና ግን ሓደ ሓደ ምስሕሓባት ክፍጠር ጀሚሩ።

ኣብ ኤርትራን ኢትዮጵያን ውን ገሊኡ ናይ በይኑ ገሊኡ ድማ ምስ ሰባት ሼር ብምግባር ትካል ከፊቱ ይመላለስ ኔሩ። እዚ ክኸውን ዳርጋ ኩሉ ነገር ንዓይ የማኽረኒ ኔሩ'ዩ። ብዙሕ ግዜ ክመላለስ ምስ ጀመረ ውን ንዓይ ደስ ክብለኒ ኣይጀመረን። ኣብዚ ዘይትኸፍት ኣነ ውን ይሕግዘካ፣ ኣነ ካብ ጎነይ ክትፍለ ኣይደልየካን'የ ይብሎ ኔረ። ንሱ ግን ኣብዚ ደኣ ከምዚ ትርእዮ እንድዩ፣ እንታይ ብዙሕ ስራሕ ኣሎ ኣብ ኣፍሪቃ ዩ ጽቡቅ ኣታዊ ክትረኽበሉ ትኽእል ብዙሕ ከኣ እኮ ኣይጸንሕን እየ ዘለኹ እናበለኒ ኣነ ሓንሳብ ይኣምኖ ሓንሳብ ከም ሰብ ይጠራጠር ኔረ ሓደ መዓልቲ ብዕላል ምስ መጸ ንመሓዛይ የዕሊለያ መሓዛይ ውን ምስ ኣዕለልክዋ ኣይትኺድ በልዮ ትብለኒ ኔራ ኣብ ዝተራኸብናሉ ኣጋጣሚ እታ ኣርእስቲ እንተተላዒላ መሓዛይ ግደፎ ኢልኪ ኣትሪርኪ ተዛረብዮ ኣወዳት እንተ ሽለል ኢልካዮም ኣብዛ ርእሲካዮም ዝድይቡልካ ግደፊ ዳሓር ከይትጣዓሲ ኣብዚኣ ብኮፍኪ ክምንጥላክ እየን ኣብ ዓድና ተዝከውን ከማን እምበር ኣብዚ ዳኣ እንታይ ዝና ኣለዎም ያኣወዳት ወላ ሓንቲ ከይትፈርሕዮ እናበለት ንሓሳበይ ነዳዲ ትውስከሉ ነበረት ማሓዛይ ምስ ዓርካ ስለ ዝተፈላለየት ናይ ኣወዳት ኣሉታዊ ነገራት እንተዘይኮይኖም ዳርጋ ጽቡቅ ክትዛረብ ሰሚዐያ ኣይፈልጥን እየ ግን እቲ ዝበለቶ ምስ ኣጋጠመ ካብ ዝጠዓስ ኣትሪረ ክዛረቦ ወሰንኩ። ሓደ መዓልቲ ምስ ተራኸብና ከዛርበካ ደልየ ኣለኹ ኢለ ኣብ ሳሎን ኮፍ ከም ዝብል ገይረዮ። እታ ሓሲበያ ዝመጸኹ ሕቶ ድማ ደርጓሕኩሉ። ወይ ንዓይ ምረጽ ወይ ጉዳይ ትካልካ ጥራሕ ግበር ኢለዮ። እንተ ንሱ ግን ምሳይ ካብ ዝላለ ከምኡ ዓይነት ሕርቃን ርእየሉ ኣይፈልጥን እየ። ብሓንሳብ እዩ ተለዊጡ። ከመይ ኢልኪ ከምዚ ትብልኒ ኣነ ንናብራ ንዕቤት እናሰራሕኩ ከምዚ ኢልኪ ትዛረብኒ ቁሩብ ኣይትሓስብን ዲኺ ኣብ ልዕለይ ዋላ ሓንቲ እምነት ከም ዘይብልኪ ክርዳእ ኪኢለ ኣለኹ ኣነ ግን ስለ ዝኣምነኪ ዝነበርኩ ስለ ዘይጥርጥረኪ ኣብዚ ዋላ ሓንቲ ትገብሪ ኢለ ብዛዕባኺ ሕማቕ ሓሲበ ኣይፈልጥን እየ ሕጂ ናይ መወዳእታ ንገርኒ ኣነ መዓልታዊ ክጭቕጭቕኒ ኣይደልን እየ ከምዛ ዘለናያ ክሳብ ዝኾነ ዝኸውን ኣሚንክኒ ትኸዲ እንተኾንኪ ጽቡቕ ሂወትና ንቐጽል ኣይኮነን ትብል እንተኾንኪ ግን ከምዛ ዘለናያ ክንቅጽል ኣይንኽእልን ኢና ኢሉ ነዲሩ ተዛሪብኒ። ኣነ ናይ ሸጣን መዓልቲ ግዲ ኮይና ክንዲ ዝረግእ ነዳዲ ወሲኸ ከምዚ ዝብለካ እንተዘይጌርካ ኣነን ንስኻን ክንቅጽል ኣይንኽእልን ኢና ደስ ዝበለካ ክትገብር ትኽእል ኢኻ ምስ በልክዎ ኣይጸንሐን ወደይ ሃብኒ ኢለኒ። ኣይህበካን እየ ምስ በልክዎ ክዳውንቱ ጠርኒፉ ከይጸንሐ ካብቲ ገዛ ወጸ። እንተ ኣነ ብድሕሪኡ ኣብታ ዝነበርክዋ ተዓኒደ ወላ ሓንቲ ክገብር ኣይከኣልኩን። ብኸምዚ መዓልታት ሓሊፉ። ልቢ ክልቴና ተሪሩ ብምንባሩ ክንቀራረብ ወይ ሰባት ሽምግሉና ክንገብር ኣይከኣልናን። ብሰንኪ ዘይምስምማዕና ኣብ ጭንቀትን መስተን ከም ዝወደቐ ሰሚዐ። ቴለፎን ደዊለሉ ክሰርሓለይ ኣይከኣለን። ብኸምዚ ደሃዩ ኣይረኸብኩን። ከም ዝሰማዕክዎ ግን ንኤርትራ ከም ዝኸደ ብወረ ወረ ሰሚዐ። ምዉቕ ሓዳር ዝነበረ ፋሕፋሕ ኢሉ ወደይ ኣቦ ዘይብሉ ኮይኑ። ንሱ እውን ካብ ዓዲ እንግሊዝ ናብ ኤርትራ ክመላለስ ጀሚሩ ካብ ዘይንራኸብ ዓመት ሓሊፉ። ብዓቢ ጉዳይ ክትበኣስ ንቡር ኮይኑ ይወሓጠልካ ከኣ እዩ። ብዘይጠቅም ነገር ሰኣን ምርድዳእ፣ ሰኣን ካብ ህልኽ ምውጻእ ግን ህይወት ብዓባያ ትበላሾ። ኣነ ወላ ሓንቲ ክገብር ኣይረኣኹዎን፣ ግን በቃ ናይ ነገር ጓል ምጥርጣር ከይተርፍ ጽልዋ ናይ መሓዛይን ጽልዋ ናይ ኤውሮጳ ሲስተምን ግን ሕማቕ ርድኢት ክሕዝ ክኢለ። እንተ እታ መሓዛይ ምሳይ ብዙሕ ክትሰማማዕ ስለ ዘይከኣለት ተረሓሒቕና ኢና። እንተ በዓል ቤተይ ዝነበረ ጓል ሰብ ረኺቡ ኣብ ኤርትራ ከም ዝተመርዓወ ፈሊጠ። እንታይ ይገበር ካብ ልበይ ሓዚነ። ንሱ ህይወቱ እናመርሐ ኣብ ውላድ ከማን በጺሑ። ሕጂ ብዛዕባ ውላድና ክንዘራረብ እውን ኔርና ኔርና ንደዋወል ኢና። ናብዚ ዓዲ ተመጺኡ እውን ንወዱ ይርእዮ እዩ። ብቴለፎን ኣብ ንራኸበሉ ብዛዕባ ወደይ ዝዛረቦ ኣምሲለ የዕልሎ'የ። ከምዚ ናይ ሞራል ናይ ተስፋ ሰብ ስለ ዝኾነ ኩሉ ነገሩ ይዝክሮ'የ። ቅንዕና ዘለዎ ፍቕሪ ይልግሰለይ ከም ዝነበረ እንኳይዶ ሽዑ ሕጂ'ውን ይፈልጥ'የ። ከም ዝተጠዓስኩ ዋላ'ውን ንሱ ይርድኦ'ዩ። ብኹነታተይ'ውን ጽቡቕ ኣይስምዖን። ግን እንታይ ይገበር ዝኾነ ኮይኑ'ዩ ዝሞተ ርክብ ክልቴና ህይወት ኣይዘርእን'ዩ። ድሮ ኸማን ካልኣይ ውላድ በጺሑ'ሎ። ነታ ፍቕርና ዝጀመርናላ ፍልይቲ መዓልቲ ዝነበረት በዓል ልደት፣ ኣውደኣመት ብምዃና ጽቡቕ ይስምዓኒ። ፍቕርና ግን ክቕጽል ብዘይምኽኣሉ ፍርቂ ሓጎስ ፍርቂ ሓዘን ገይራ ወትሩ ዝኽሪ ስምዒተይ ቀስቂሳቶ'ያ ትሓልፍ። ንሱ ኣብ ምዉቕ ሓዳር'ዩ ዘሎ፣ ኣነ ግን ብዝወስዶም ዝነበርኩ ጌጋ ሓሳባት ኣብ ከምዚ ክወድቕ ክኢለ። ንወደይ ከማን ሓዊ ወይ ሓፍቲ ትኾኖ ክወልደሉ ኣይከኣልኩን። ዝቕጽል ህይወተይ እንተ ከምዚ ኢለ ክነብር እንተ ንዓይ ዝመስል ወዲ ኣዳም ረኺበ ንወደይ የሕዋት ዝኾንዎ ክወልደሉ ዝወሰንኩዎ የብለይን። ግን ክሓስቦ ከለኹ ከምቲ ዝነበረኒ ምዉቕ ናብራ ዝደግሞ ኮይኑ ኣይስመዓንን። ኣብ ሂወተይ ብዙሕ ተጣዓሲት ኣይኮንኩን ኔረ ካብ ዝጣዓስ ካብ ጌጋይ ዘይመሃር ዝብል ኣራዳድኣ እዩ ኔሩኒ ሕጂ ግን ኩሉ ነገረይ ምስ ተረዳኣኒ ሂወት ምስ ኣስተማቀርክዋ ተጣዒስካ ካብ ጌጋኻ ተኣሪምካ ዘይትረኽቦ ዕድል ከም ዘሎ ተረዲኡኒ ዝኸበርኩም ኣሕዋተይ ኣሓተይ ካባይ ተማሃሩ ብሰንኪ ዘይጠቅሙ ነገራት ሂወትኩም ከይባላሾ ኣብ ሓዳርና ምትእምማን ቅንዕና ይሃልወና። ሽግራትና ሃዲእና ብፍቕሪ ንቐልሶም፣ ንደገ ኣይነውጽኣዮም። ህልኽ፣ ትዕቢት እውን ዝጠቕሙና ኣይኮኑን። በቲ ጽኑዕ ሕጊ ቃል ኪዳን ነፍስና እምበር ብሕጊ ምዕቡላት ሃገራት ኣይንተዓሾ። ዝኸበርኩምን ዝኸበርክንን ሰማዕቲ ሓቀኛ ዛንታ ሓፍትና ሉልያ እዛ ሰማዕናያ እያ ነይራ እዛ ዛንታ ንሓፍትና ሉልያ ተጋጥማ እምበር ጾታ ከይፈለየ ንኹልና ዘጋጠመና ሰባት ንህሉ ብሕጂ እውን ከተጋጥመና ትኽእል ምኽንያቱ ኩላትና ኣብ መስርሕ ምንባር ስለ ዘለና ኮይኑ ግን ካብ ምስ ኮነ ንጣዓስ ኣቀዲምና መንገድና ነውሕስ ክብርቲ ሓፍትና ድማ ዝሓለፈ ሓሊፉ እዩ ዝቅጽል ሂወትኪ ዝሓለፈ ከም ዛንታ ወሲድኪ እንተ ንወድኺ ክትዕብዪ እንተ ንዓኺ ዝኸውን ወዲ ኣዳም ረኺብኪ መናበርትኺ ኮይኑ ንወድኺ የሕዋት ዝኾንዎ ወሊድኪ ምዉቅ ሓዳር ክትመርሒ ግዜ ሂብኪ ሓሲብኪ ዘየጣዓሰኪ ወስኒ ኣብ ትኸድዮ ሰናይ ዕድል ይምንየልኪ። ክቡራት ሰማዕቲ ንሓፍትና ኣብ ሂወታ ክሕግዛ ዝኽእል ዝበልናዮ ሓሳባት ኣብ ኮመንት ንጽሓፈላ። መታን ኣብ ዝቕጽል ዝተፈላለዩ ዛንታታት ሒዘልኩም ክመጽእ ሼር ሳብስክራይብ ብምግባር ተኸታተልቲ ንኹን። ንዓይ ውን ተወሳኺ ሕቶ ወይ ርእይቶ ምስ ዝህልወኩም ኣብ ናይ ርእይቶ ቦታ ግደፉለይ። ኣብ ዝቕጽል ብሰላም የራኽበና ብሩኽ ቅነ።